ሃሎ ኣለስ ዘመን ሄርሲስ ቪልኮም ስማይን ካናል ሰላም ተኸታተልቲ ናይዚ መደብ ከመይ ኣለኹም ኣነ ኣምላኽ መዝግን ፅቡቅ ኣለኹ ንስኹም ከዓ ከማይ ክትሉ ናይ ወትሩ ተስፋ እዩ እዚ ዘቕርበልኩም ዘለኹ መደባት ሓጋዚ ኮይኑ ክትረኽቡ ተስፋ ኣለና ሓጋዚ ኮይኑ ትረኪብኩሞ ሼር ላይክ ሳብስክራይብ ኣይትግደፉ ዝኾነ ይኹን ርእይቶ ወይ ነቐፌታ ተለኩም ከዓ ኣብ ኮመንት ጸሓፉለይ ሕጂ ዳይረክተር ናብ ትምህርትና ክኣቱ ከይሕዘኩም ማለት እዩ ንኾን ትገብሩለይ ምትብባዕ ግን ከየመስገንኩኹም ክሓልፍ ኣይደልን እዩ ሕጂ ዳይረክተር ናብቲ ትምህርትና ንእቶ ናይ ሎሚ ትምህርትና መልሲ ንሕቶታትኩም እዩ እዚ ማለት ብቐዳማይ ኣብ ኮመንትታት ኣብ ደንበሉ ነበርኩ ሕቶታት ድመፃኒ ንዕኦ ክምልሰልኩም ምፍትና ኣለኹም

ኤስ ሎንት ዚሽ እዚኦም ክንሪኦም ኢና እንታይ ማለት እዩ እዚኦም ኢሉ ሓደ ሓቲትኒ ነይሩ ከብርሃሉ ክፍትን እየ ማለት እዩ ብዓቕሚ ሕጂ ናይት ናብቲ ናይ ቅድሚት ዘለዉ ኤስ ሃንድልት ዚሽ ኡም እንዲ ኤስ ጌት ኡም ንኺድ እዚ ኤስጌት ኡም ክንብል ከለና እዚ እንታይ ማለት እዩ ንሓንቲ ርእስቲ ክንገልጻ ተኾይና ብዛዕባ እንታይ እያ እዛ ርእስቲ ክንገልጻ ተኾይና በዚ ጌርና በዚ ኤስጌት ኡም ጌርና ንገልጽ ማለት እዩ ኤስጌት ኡም ኢም ዲዘን ቴክስት ኡም ኣይንን ዩንገን ማን ትብል ኣላ እዚ እንታይ ማለት እዩ ዳስ ቴማ ኢስት ኣይን ዩንጋ ማን ማለት እዩ ኣብዛ ቴማስ ብዛዕባ ሓደ መንእሰይ ኣላ ማለት እዩ። ካብ ትግርኛ ክነተርጉሞ ከለና ኣብዛ ጽሕፍቲ ብዛዕባ ሓደ መንእሰይ ትገልጽ ንብል ኣለና ማለት እዩ ብትግርኛ ክነተርጉሞ ከለና ዝኾነ ንርእስትኽ ብዛዕባ እንታይ ምዃኑ ክንገልጽ ክንነግሮ ንሰብ ወይ ሓደ ፕሬዘንቴሽን ወይ ሓደ ቴክስት ንጽሕፍ ተለና ኮይና ንሰብ ንገልጸሉ ተለና ኮይና እንታይ ንብል ኣብታ ቴክስቲ ብዛዕባ ሓደ መንእሰይ ትዛረብቲ ነይራት ኮይና እንታይ ንብል ንገልጻ ማለት እዩ ኤዝጌት ኤምዲዘን ቴክስት ኦም ኣይነን ዩንገልማን እዛ ብትግርኛ ምስ ትርእይዎ ዘለኹም ኣብዛ ጽሕፍቲ ብዛዕባ ሓደ መንእሰይ ትገልጽ ወይ ከኣ ብዛዕባ ሓደ መንእሰይ ትነግር ንብል ማለት እዩ። ማእስ ኢና ዳሩም ንቕይሮ ኣንሕና ኖመን እንተደይብልና ኮይኑ ካብ ክንዲ ኖመን ሓደ ዛትስ ምሉእ ብድሕሪት ኔበን ዛትስ ንገብር ተኾይና እንታይ ንገብር ካብ ክንዲ ኡም ዳሩም ጌርና ሓደ ኔበን ዛትስ ምስኡ ንእቱ ብቪ ክጅምር ይኽእል፣ ብኦብ ክጅምር ይኽእል፣ ብቫስ ክጅምር ይኽእል። ብዝኾነ ሓደ ኔብን ዛትስ ከተልግብ ተደሊኻ ኮይንካ እንታይ ትገብር? ዳሩም ትገብራ ማለት እዩ። ነታ ኦም ደላ ዳሩም ቀይርካ ተልግብ ማለት እዩ። ሕጂ እንታይ ትብል ኣላ ኣብዚ ኤዝጌት ኢም ዲዘን ቴክስት ዳሩም ቪ ኣይነን ዩንጋ ማን ናኽ ዶችላንድ ጊኮመን ኢስ ብትግርኛ ክንትርጉሞ ከለና እዛ ጽሕፍቲ ብዛዕባ ከመይ ገይሩ ሓደ መንእሰይ ናብ ጀርመን መጺኡ እያ ትገልጽ ሕጂ እታ ርእስቲ ናይታ ሰንተንስ እታ ርእስቲ ናይታ ጽሕፍቲ እንታይ ነይራ ቪ ኣይን ዩንጋማን ናክ ዶችላንድ ጊኮመን ኢስት ከመይ ገይሩ ሓደ መንእሰይ ናብ ጀርመን ከም ዝመፀት እያ ትገልፅ ነይራ ኮይና ከምዚኣ ጌርና ነዳልዋ ማለት እዩ። እንተ ሓንቲ ኖመን ኣለና ኮይነ ግን ነታ ኖመን ከምዛ ኣብ ቀዳመይቲ ጽሒፈያ ዘለኹ ኡም ኣይነ ዩንገንማን ጥራይ ትብል እንተ ኮይና እታ ኣርእስታ ኡም ኣይነን ዩንገንማን ኢልካ ትገልጻ ማለት እዩ። ኖመን ተጠቂምካ ኡም ጌርካ እታ ኖመን ትእቱ ኔቨንዛትስ ትገብር ተለኻ ኮንካ ግን ዳሩም ኢልካ ትጽሕፍ ማለት እዩ። ኣብዚ ከኣ ን ከምኡ ኣለና ሃንድልቲ ማለት ክንርእይ ኢና ኣብዚ ከኣ ሕጂ እንታይ ንብል ኣለኹ ኣብዚ ፕሮፌሰር ሙላ ሄልተ ኣይነን ፈርትራክ Den Vertrag handelt von Ein Ausbilden in Deutschland። ፕሮፌሰር ሙላፕ ፕረዘንተሽን ከቕርብ እዩ እብል ኣለኹ ማለት እዩ ሄልት ክበሃል ከሎ ሄልት ኣይንን ፎርትራክ ክበሃል ከሎ ፈርትራክ ኣይኮን እዚ ፎርትራክ ፈርትራክ ማለት ውዕል እዩ ፎርትራክ ግን ፕረዘንተሽን እዩ ሄልት ኣይንን ፈርትራክ ክብል ከለኹ ፕሮፌሰር ሙላ ፕረዘንተሽን ከቕርብ ይብል ኣለኹ ወይ ከዓ ከቕርብ ኣለዎ ማለት እዩ ሓደ እዩ ማለት እዩ ኣብ ክልቲኤን ከቕርብ እዩ ወይ ከቕርብ ኣለዎ እዚ ፕረዘንቴሽን ብዛዕባ ኣውስ ቢልዲን ኣብ ጀርመን ማለት እዩ ሕጂ እንታይ ይገብር ኣለኹ ብዚ ሃንድልት እንተ ተጠቂመ ኤስ ኣይ እቱን እዮም እዚ ኣብ ጌት እንታይ ተጠቂመ ጸኒሐ ኤስ ጌት ኡም ኣብዚ ግን እቲ ሶብጀክት ዝኾን ዘሎ ዲያፎር ትራክ ወይ ዲያ ቴክስት ዝኾነ ነገር ማለት እዩ እቲ ሶብጀክት ደሓር እንታይ ይብል ኤስ ኣይ እቱን እዩ ዲያ ፎርትራክ ሃንድልት ፎን እብል ማለት እዩ። ኤስከ እቶ ዲያ ፈርትራክ ሃንድልት ፎን ኢለ ድሕሪኡ ዘሎ ገልጽ ማለት እዩ። እቲ ርእስቲ ናይታ ናይታ ፎርትራክ ናይታ ፕረዘንተሽን ገልጽ ኣይነ ኣውስቢልድን ኢን ዶችላንድ እብል ማለት እዩ። ከም ዝመስል ትፍልልየን ክልቲኤን ሓደ ንሓደ ትርጉም ንመግለጺ ንርእስቲ ንመግለጺ ኢኻ ትጥቀመለን። ኤስጌት ኒ እዚኣ ኤስጌት ኡምኒ እዚኣ ሃንድል ትፎኒ ግን እንታይ ጥቅም ኣብቲ ሓንቲ ኤስ ትእትኻ ኣብዚ ሓንቲ ግን ኤስ ከይእትኻ ባዕሉ እቲ ፎርትራግ ወይ እቲ ቴክስት ኣብ ቅድሚት ተምፅኦ ማለት እዩ ከምታ ቀዳመይቲ ነራ ተተውን ንኣብነት ዲያ ቴክስት ሃንድልት ፎን ኣይነም ዩንገን ማን ማለት እዩ

ኩሉ ብዛዕባ ብዛዕባ ንብዛዕባ ንክትገልጽ ኢኻ ትጥቀመሉ ዘለኻ እተን ቀዳሞት ተርእስቲ ንክትነግር ኣብታ ካልኣይ ከዓ ሓደ ክፋል ናይቲ ኣርእስቲ ናይቲ ፎርትራክ ወይ ሓደ ክፋል ናይቲ ቴክስት ንክትገልጽ ትጥቀመላ ማለት እዩ እዚኣ ኤስ ሃንትል ዝሽ ትብል እተን ላዕለዎት ሃንትል ትፎን ኤንድ ኤስጌት ንግን እንታይ ንክትገልጽ ትጥቀመሉ ንሓደ ርእስቲ ብዛዕባ እንታይ እዩ እቲ ገሽሽተ ድዩ ወላ እዚ ፎርትራክ ድዩ እዚ ቴክስት ድዩ ብዛዕባ እንታይ እዩ ዝገልጽ ዘሎ ወላ እቲ ሓደ ብሪፍ ድዩ ብዛዕባ እንታይ ክገልጽ ዘሎ ሓፈሻዊ ንክትገልጾ ተኮይንካ ኤስጌት ወይ ከዓ ሃንድልት ፎን ትጥቀም ከም ዘልኩም ኤስ ሃንድልት እዚሽ ግን ንሓደ ዲፕ ለኣቲኻ ሓደ ክፋል ናይቲ ናይቲ ፎርትራክ ሓደ ክፋል ናይ ቴክስት ንክትገልጽ ተኮይንካ ከዓ እዚኣ ኤስ ሃንድልት እዚሽ ዳሩም ኢልካ ከዓ ትገልጽ ማለት እዩ ተረዲኤኩም ክትከውን ተስፋ እገብር ማለት እዩ ኣብዚኣ ልክዕ ከም ትሕቶኹም ኤስኮም ቱ ኣፍ ኣን ኤስሄክት ፎን ኣብ ማለት እዩ እዚአን እንታይ ትርጉመን ክንሪኤን ኢና ብሓደ ኮይና ኤስኮም ደራፍኣን ቮማን ቮንት ንኣብነት ኣብ ትግርኛ ክንተርጉሞ ከለና እንታይ ይብል ኣለኹ ከከም ኩነታቱ ኣበይ እቲ ሰብ ዝነብር ሕጂ ንኣብነት ኣይብለኒ ጀርመን ራሲስት እዮም ሰብ ኣይፈትውን እዮም ገለ ተይልኒ ንሰብ ክነግሮ ተኾይነ ምብራቅ ጀርመን እዮም ከምዚ እምበር ምዕራብ ጀርመን ከምዚ ይኮኑን ገለ ክብል ተኾይነ እዚ ካብቲ ሰብ ዝነብሮ ኣበይ እቲ ሰብ ነብር ከከም ኩነታቱ ኣበይ እቲ ሰብ ነብር ክብል ተኾይነ እንታይ ብል ኤስኮም ደራፍ ኣን ቮማን ቮንት እብል ማለት እዩ ሕጂ ኤስኮም ደራፉኣን ቮውማን ቮውንት እንተኢለ ከከም ኩነታቱ ኣበይ እቲ ሰብ ዝነብር ንኣብነት ኣብ ምዕራብ ጀርመን ተነብር ኮይኑ ደሓን እዮም ቶም ህዝቢ ኣብ ምብራቅ ጀርመን ተኮይኑ ግን ብዙሕ ከምዚ ራሲስት ነገር ኣሎ ማለት እዩ Es kommt auf eine Region an እብሎ ኣለኹ እዚ እዚ እንታይ ማለት እዩ ኣብ ትግርኛ ከተርጉሞ ከለዉ ከከም ኩነታቱ ናይቲ ሓደ ዞባ ብሎ ማለት እዩ ንኣብነት ኣብ ሓንቲ ዞባ እቲ ምዕራባዊ ዘሎ ዞባ ሓደ ዞባ ንስደተኛ ተቐበልቲ ክኾኑ ሓደ ዞባ ከዓ ስደተኛታት ፀላእቲ ክኾኑ ሕጂ ከከም ዞብኡ እዩ ክብሎ ተኾይነ Es kommt auf eine Region an ንብሎ ማለት እዩ ተረዲኣትኩም ክትከውን ተስፋ ገብር እንተ የብን ዛተሳለኒ ኮይኑ ግን ተላዕለይ ትገልጽ ማለት እዩ Es kommt darauf an wo man wohnt ትብል ማለት እዩ እዚኣ ሕጂ ኤስሄክት ፎን ኣፕ እዚ እንታይ ማለት እዩ እዚ ልክዕ መ- እ፣ ሓደ ትርጉም ኣለዎ ምስታ ኤስኮምት ኣፍ ኣን ማለት እዩ ክልቲኤን ትርጉማ ሓደ እየን ግን እንታይ ፍለልየን እዛ ታሕተወይቲ ቁርብ ትርር ትብል ማለት እዩ ቁርብ ሽታርክ ዝኾነ ትርር ደለት እያ እንታይ ማለት እያ ብትግርኛ ከተርጉማ ከለዎ ኣብዚ ሕጂ ንኣብነት ኤሴንክት ዳፎን ኣብ ቪያ እንተርሽት ትብል ኣለኹ መን ይምህር ኣሎ ኣብኡ እዩ ዝምርኮስ ብል ኣለኹ ኤሴንክት ፎን ኣብ ክትብል ከለኻ ኣብ ምምርኳስ ማለት እዩ ኣብ ሄንገን ማለት ምምርኳስ ማለት እዩ ኣብ ክስታይ ምርኮስ ወይ ገለገለ ንክትብል ተኾንካ

እምበር እቲ ቤት ትምህርቲ ብሓፈሻ ቮልክስሆሽለ ተማሂርካ ካልእ ቤት ትምህርቲ ተማሂ- እንተማሂርካስ ትርጉም ዘለዎ ኣይኮነን መን እቲ መምህርካ እዩ ደገድ- ደገድሰካ እ፣ ክብሎ እንተኾይነ ማለት እዩ ዝጥቀመሉ ኤስሄክት ፎን እህ ኣብ ብል ኣለኹ ማለት እዩ ሕጂ ኤስሄክት ፎን ዲሽፕራኸ ኣብ እንታይ ማለት እዩ ኣብቲ ኣብቲ ቋንቋ እዩ ዝምርኮስ ዝብሎ ኣለኹ ንኣብነት ሓደ ሰብ እንታይ ኢለ ሓተኒ ሓደ ቋንቋ ንኸፅንዕሲ ክንደይ ግዜ ይወስደለይ ተልኒ

ከም ዘልኩም ታሕታይ ምምርኳስ እዩ ቁርብ ትርር ብል እቲ ላዕላይ ከዓ ፍኹስ ዝብል እምበር ክልቲኡ ክትጥቀመሉ ፀገም የብለን ከምዚ ክብል ነገረኩም ፀናሕኩ ኣብቲ ቋንቋ እዩ ዝምርኮስ ብሎ ማለት እዩ ዝኾነ ሰብ ተሓቲትለይ ተሓቲትኒ ሓደ ቋንቋ ክመሃር ክንደይ ወዝ ዘለተልኒ ኤሴንክ ትፎን ዲሽፕራ ከኣብ ደሓር ሰብ ዓረብ እንተይልኒ ወሲ ስጳኛ እንተይልኒ ከከም እቲ ቋንቋ ማለት እዩ ገለ ቋንቋታት ኣሎ ፎከስቲ ገለ ቋንቋታት ኣሎ ንክትመሃሮም ከዓ ከበድቲ ማለት እዩ ኣብዚኣ ክንመፅእ እዚኣ ካል እያ በይነ ኤስ ሎንት ዚሽ ፊያ ኡንስ ኣለ ጌን ቪያ ኡንስ ምህግብን Es lohnt sich ማለት ጻማ ማለት እዩ። ጻማ ምርካብ ማለት እዩ። Es lohnt sich für uns alle wenn wir uns Mühe geben ብትግርኛ ከተርጉሞ ከለዉ ንኹልና ጻማ ኣለዎ እንተ ደኣ ኩልና ጽዒርና። ኩላትና እንተ ጽዒርና እንታይ እዩ ንኹላትና ከ ጸማ ኣለዎ። ልክዕ ከምዚኣ ኣብ ጀርመን ክትገልጽ ተደሊኻ ኮንካ Es lohnt sich für uns alle ቪን ቪያ ኡንስ ምሔ ጌበን ንኣብነት ርኢኹሞ ትኾኑ ኢኹም ኣብ ዝኾነ ኣብ ዝኾነ ቬርቡን ማለት እዩ ሊድል ሎን ዝሽ ዝብልኻ ሊድል ጻማ ኣለዎ ማለት እዩ ኣብ ሊድል ምግዛእስ ጻማ ኣለዎ ንኽብሉ ደልዮም ማለት እዩ ግና ከሎ ቬርቡን ይምበር ኩሉ ሓደ ኦኬ እዚኤን መስላ ነይረን ትምህርትና ኦኬ ሕጂ ምስ ኣስዕብ ኣቢለ ክምልሰልኩም ደሊ ነገር ኣብዚኣ ክልተ ነገር ተሓተቱ ንለዉ ካብ ነዊሕ ግዜ ጀሚሮም ኣስዕብ ኣቢለ ምስኣ ክምልሰሎም ግን ብዙሕ ኣገዳሲ ኣይኮነን ከም ምምላስ ግን ክምልሰሎም እየ ጋይልን ኤንድ ክራስ እንታይ ትርጉሙ ኢሎምኒ ሓቲቶምኒ ጋይል ኤንድ ክራስ ክልቲኡ ኣብ ኦፊሻል ኣይጥቀመሎም ኒኻ ክልቲኣቶም እንታይ ክብለኩም ደሊ እንጓንግሽ ብራኸ እዮም ከምዚ ናይ ስትራሰ እዮም ግን ብዙሓት ሰባት እውን ኣለዉ ዘይፈትውዎ ነዚ ክሰምዑ ዘይደልዩ ማለት እዩ እዚ ጋይል ማለት ትርጉሙ ብ- ክልተ ነገር ኣለዎ እቲ ሓደ እቲ ሓደ ትርጉሙ እ፣ ረሳን ክኾን ከሎ ሴክስ ዓይነት ማለት እ፣ ንሴክስ እ፣ ሩሱን ሰብ ክኾን ከሎ ጋይል ክበሃል ከሎ እቲ ካልኣይ ትርጉሙ ግን እ፣ ዙፓ ወይ ከዓ ፋንታስቲሽ እም፣ ክላሰ ገለ ማለት እዩ እ፣ ንሓደ ነገር ፅቡቕ ንክትገልፅ ዝኾነ ነገር ተሪእኻ ዎው ጋይል ገለ ተይልካ ሰብ እንታይ ማለት እዩ ዝኾነ ነገር ፋንታስቲክ ዝኾነ ነገር ፋንታስቲሽ ዝኾነ ነገር ወይ ከዓ ሓደ ክላስ ዝኾነ ነገር ተሪኢኻ ሓደ ፅቡቕ ነገር ተሪኢኻ ዘርቢ ዝኾነ ተሪኢኻ እንታይ ትብል ጋይል ትብል ማለት እዩ ግን እዚ እንታይ ከም ዝብለኩም ዘለኹ እምጓን ሽፕራኸ ኣብ ዝኾነ ኦፊሻል ነገር ኣይትጠቀሙሉ ኢኹም ኣገዳሲ ይኮነን ማለት እዩ ኣይፈትውዎን እዮም ኣብ ዝኾነ ብሪፍ ወይ ዝኾነ ነገር ቴክስት ኣይትፅሓፍዎ እዚ መኒ ምስ ኣዕሩኽትኻ ክትዕልል ከለኻ ጥራይ ክትጥቀመሉ ክራስ ወላ ከምኡ ማለት እዩ ክራስ ከዓ ንክልተ ሸነኽ ከተጋንን ከለካ ትጥቀመሉ ማለት እዩ ወይ ኦህ ክራስ ተይለ ዝኾነ ሕማቕ ነገር ተርእየ ማለት እዩ ወይ ከዓ ዝኾነ ነገር ፅቡቕ ነገር ሃንደበት ፕሎስሊሽ ዝኾነ ነገር ሃንደበት ፅቡቕ ነገር ተሪእኻ ኦ ክራስ ዝብል ማለት እዩ ንክልተ ነገር ክልተ ጫፋት እጥቀመሉ ማለት እዩ ሓደ ጫፍ ፅቡቕ ሓደ ጫፍ ሕማቕ እጥቀመሉ ግን ከምዚ ዝብለኩም ዘለኹ ብዙሓት ሰባት ኣለዉ ነዚ ክሰምዕዎ ዘይደልዩ ማለት እዩ ኣብ ዝኾነ ናይ ስራሕ ቦታታት ኣይትጠቀሙሎም እዮም ከም ናተይ ምኽሪ ማለት እዩ እዚ እንታይ ምስ ዕሩኽቶም ክትራኸቡ ከለኹም ጥራይ ትጥቀምሉ ምክንያቱ ጋይል ከም ዝነገርኩም በቲ ሓደ ከዓ ናይ ዝኾነ ናይ ሴክሲ ነገር ኣለዎ ማለት እዩ ረሳን ማለት እዩ ትርጉሙ እቲ ካልኣይ ትርጉሙ ከ ከምዚ ዘልኩም ዙፓ ፋንታስቲሽ ክላሰ ሽፒሰ ገለ ንክትብል ትጥቀመሉ ማለት እዩ ዘየር ጉድ ማለት እዩ ኦኬ ናይ ሎሚ እዚኣ ነራ ትምህርትና ተፈቲኹማ ሼር ላይክ ሳብስክራይብ ግበርዋ ኣብ ቀፃሊ ብካልእ መደብ ክሳብ ንራኸብ ሰሰናይ ኣብ ሰላም ይራኸበና